ሰላም ሎሚ ውን ከምዚ ልሙድ ኣብ ማሕበራዊ ሚድያታት ዘለዉ ኣዛራረብቲ ዝኾኑ ጉዳያት ብሓባር ክንሪኢ ኢና። ኣብዛ ንሪኣ ዘለና ንእሽተይን ጽብቕትን ገዛ ኣብ ጀርመን ማርቴሎ ኣልዒሉ ነታ ኣደ ብማርቴሎ ሃሪሙ ህይወታ ኣብኣ ከም ትሓልፍ ገይርዋ። ኤውሮጳውያን ሃገራት ብሓባር ኮይነን ድሕሪ ሕጂ ስደተኛ ዝበሃል ሰብ ኣየድልየናን እዩ ክብሉ ጀሚሮም ኣለዉ። ኣብዚ ሎሚ ኣብ ውሽጢ ኢትዮጵያ ልዕሊ ኣርባዕተ ሚእቲ ሽሕ ዝበጽሑ ኤርትራውያን ይቕመጡ። እዚ ቃል ፕራይም ሚኒስተር ናይ ኢትዮጵያ ኣብይ ኣሕመድ ዓሊ ኣብዚ ትማሊ ዕለት ዝገብሮ ዝነበረ ቃለ መሕተት ዝተዛረቦ እዚኣቶምን ኻልኦት ብርክት ዝበሉ ሓበሬታታት ብሓባር ክንርኢ ኢና። እዚ ቪድዮ እዚ ላይክ ምግባር ጀምርዎ። ሰናይ ምክትታል። ቀሺ እዩ ኣቡኡ ንሰልጠነ ኣብ ሱዕድያ ከይዱ ግን መሓመድ ጀላኒ ኢሉ ቀይርዎ መስቆሉን ልብሰ ናይ ቤተ ክህነት ማዓርግ ድማ ደርብይዎ እዩ ከይዱ። ምኽንያቱ ካብቲ ሃይማኖት ካብቲ ግልጋሎት ካብቲ እምነት ገንዘብ ስለ ዘቐደመ ግርማይ ማለት እዩ ግርማይ ቁማርጂ ቁማርጂ ምዃኑ ንፈልጥ ኢና ግርማይ ሸባ እዩ ነይሩ ዝሃሩ ብሸባ ለኪምኒ እዩ ድብሎ ንሸባ ግርማይ ማለት እዩ ሸባ ለኪምኒ እዩ ድብሎ እዚ ዝሃር እዚ ንዓይ ኣጥፊእኒ እዩ ድብል ናይ ኣጋንንቲ ከም ምዃኑ ከኣ ፍሉጥ እዩ። ብዝኾነ ደሓን ካብ ስዑድያ መጺኡ ተገንጢሉ ከኣ ንህዝበ ክርስትያን ወይ ንህዝበ ተዋህዶ ኣርቶዶክስ ንኸደርብሽ ከም ብሓድሽ ግርማይ ሃይለ ማለት እዩ። ኣነ ቀሺ ይብሎን ይቐሺ ስለ ዘይኮነ ማለት እዩ። ክብርታት ተኸታተልቲ እዚ ቪድዮ ምስ ዝረኣኹምይ ብዛዕባ ሰልጠነን ሰልጠነን ኣቦ ልተናገሮ ነገር ብጣዕሚ ለሰቅቕ ነገር እዩ እስካብ ህንድዚ ምውራድና በጺሕና ለለና ሓሳባት ኮነ ይኹን ኣብ ኮመንት ላይ ገለጽኹም ናብ ቀጻሊ መደብና ንስገር።
ድሓር ብናይ መን ፍቓድ ከተዓሪቕኩም ክንደይ ከተቕልጥፉ ሎም ተባኢስካ እኮ ወይ ትማሊ ተባኢስካ ሎሚ ትዕረቕን ኢኻ እንታይ ክንገብር ዲና ኣብዚ ተኾዲምና ዘለና መን ሸምጊልኩም ብናይ መን ፍቓድ ዝተዓሪቕኩም እንታይ ንግበሮ ሕራይ እቲ ቪድዮ ትማሊ ዝሰራሕናዮ በቃ ኣይትጋገዩ ከምዚ ዝብል ብዙሕ ነገር ኢና ተዛሪብና እንታይ ንግበሮ ከይዘርጋሕናዮ ተዓሪቕና ኢልኩም ትመጹና ንዑ ባሕሰቡ ብዛዕባና ኸኣ እቶም ፍቑራት ንብሕጂ ዋላ ብሓንሳብ ዘለኹም ኣብዚ ቲክቶክ መጺኹም ፍቕርኹም ንህዝቢ ዘርኣኹም እሞ እንተ ተጋራጭኹም ንብሕጂ ሽምግልና ከይኣተናሉ ወይ ሓሳብና ከይሃብና ምዕራቕ ዝበሃል ኣይፍቀድን ብሕጊ ዩቱብ ብሕጊ ቲክቶክ። ሽፍትዋ ተኸታተልቲ እዚ ቪድዮ እዮም ዝራኹሞ እዩ ብጣዕሚ ለግርመካ እዚ ሓውን ሓቁ እዩ ግርም እዩ ፋይፍ ጂ ዝኾነ ፍቕሪ እዮም ብጣዕሚ ፈጣን ወዲያው ምልስ ናና ሰዊቱ ለፃለቱን ቪድዮ ዛውዝኛ ቪድዮ እስቲ ንከታተላ ዓይነት ህይወት ይሕልፍ ኣለኹ ኣነ ዮርዳን ማን ኣነ ይፈልጦ ዳስቴ ምስ መን ምስ መን ምስ ባርቹ
ክንደይ ነገር ባርቹ ይሳቀየና ኣሎ እንታይ ዓይነት ህይወት ኣነ ሕልፋሓፍተይ እንታይ ማለት እዩ እንታይ እዚ ምስ ምን ተኣትወልደ ዘይትፈልጢ ወይ ድማ ንንዓይ ዘይትፈልጥኒ በጃኺ ለኪ ኣነ ኣነ ብግልፅነት ቀሪበየ ብግርህነት ንዓይ ድማ እንታይ ዓይነት ህይወት የሳቀየኒ ኣሎ ኣነ እዩ ዝፈልጦ ሲልኪ ዘይከውን ዘረባ ምጺ ከዚ ንዓይ ክትዛረብኒ ገለ ኣይፈቀድን ፕሊስ እሞ ኣነ ብግርህነት ቀሪበዮ ከም ትግራዋይ ከም ሓደ ትግራዋይ ቀሪበዮ ክሕግዘ ኢለ ድማኒ ብተንኮል ንዓይ ቀሪብኒ ተርዲእኻኒ ብተንኮል ንዓይ ቀሪብኒ ቪድዮ ሒዘልኪ እየ ዶ ከምዚ ገይረልኪ እየ ዶ ካባይ ተኸይድኪ ዶ ምሳይ ወይ ብጣዕሚ ብዙሕ ይሳቀዩ ኣለኹ ብቀዳማይ ኣነ ብዙሕ ቪድዮታት ኣለኒ ዋ ኣብ ገዝኡ ከይደ ምስ ጸላም መጽያ መኪንኡ ሰይራትሉ ዓርኪ ዘለቶ ጸላም ጸላም ዓርከይ ኣለቶ ተርዲእኻኒ መጺኣ ናቱ መኪና ሰይራትሉ ኣብ ቅድመይ ማለት ያው ገዝኡ መጺኣ ብዙሕ ቪድዮታት ኣለና ኣነ ቪድዮታት ከውጽእ ይኽእል እየ ብጣዕሚ ዳንጅረስ ሰብ እዩ እዚ ወዲ ማለት እዩ ያ ግን ኣብዚ ሕጂ እንታይ ክሕግዘኪ የርዳል ዝዛረብ ዘለኹ ኣነ ብዙሕ በቃ ይሳቐ ኣለኹ ቪድዮ ምስኡ ክለቅቕ ወይ ምስኡ ፍቕረኛ ኣይኮንኩን ኣነ ፍቕረኛ ኣይኮንኩን ኣነ ናቱ ገርፍሬንድ ኣይኮንኩን
ችግር እኮ ጸገም እኮ ጋይስ ናይ ባሓቃ ተኮይና ሕጂስ ከምዚ ኣነ
ፍታሕ ይብለኝ እንታይ እዩ በቃ እኔ ይጭነቀ ኣለኹ ክወፅእ ተበልኩ ካብቲ ናቱ ሂወት ክወፅእ እውን ኣይከኣልኩ በቃ ይቐልል እዩ ዘሎ ላይክ ኢኖ ንሱ ሕጂ ብቐዳማይ ብዓርቢ ማለት እዩ ከይደ ብዓርቢ ንሽዋይነሽ ከይዱ ረኺብዋ ተረኺቦም ቡና ሻሂ ሰትዮም ፎቶ ተላዒሎም ኣርእይኒ ንዓይ እኮ ኣርእይኒ እኳ እዩ ተርዲእኻኒ ጓል መፅያ ሓንቲ ፀላም መፅያ ደዊላትሉ ምልዓል ኣብይዋ ኣለኒ ቪድዮ ቪድዮ ኣለኒ ስኢለዮ እየ ተርዲእኻኒ ኩሉ ቪድዮ ምልዓል ኣብይዋ ገለ መለ ኳሕኲሓ ገዝኡ ምባል ምስ ኣበየት መፅያ መኪንኡ ሰይራትሉ ከይዱ ወፅዩ ኣብቲ ደገ ተባኢሶም ልክዕ ከም ወዲ እያ ትጓሰጦ ተረዲእኻኒ ልክዕ በቃ በጉስ ናይ ወዲ ምሽ ኣሎ ከምኡ ገይራ እያ ትሃርሞ በቃ ገፅገፁ ገፅገፁ ሃሪማተው ተባኢሶም ተጓቲቶም ገለ መለ መጨረሻ ንዓይ ክትሃርም ንገዛ መፅያ ማለት እዩ ወኣነ ከዓኒ በጃኺ ኢለያ ኣነይ ባእስን እየ ምሳኺ ስቅ ኢለ ሓንቲ ክንዲ ስቅ ኢለ ከም ገለ እያ በጃኺ ኢለካ ኣነይ ባእስን እየ ሓወይ እዩ ንዓይ ኢለያ ቢኮዝ ከም ገለ ንዓይ ድፍን ክተብለኒ ሰኺራ ገለ እያ ነይራ ፈሪሐ ወኣነ ኣይ ባእስን እየ ዝሓፍተይ ንዓይ ከዓ ሓወይ እዩ ዶን ወሪ ገለ መለ ኢለያ ጀማይካ እያ ተረዲእኻኒ ወይ ኣይ ተሰካሲ ለለ ዝግበር ኣብዚ ሕቆና ኣረ ሆምለስ ስቅ ኢላ እያ በቃ ትጥውዝ ገለ እያ ምስ እንታይ ዓይነት ሰብ ምዃንስ ኩሉ ሰብ ክፈልጦ ኣለዎ በጃኺ ብርሃን ብርሃን ኣነ ኣየ ሰብ ቆፅል ኣማቻችዊ ብርሃን እሞ ንሱ ኣነ
ይፈልጥ እዩ ተረዲእኽኒ ቢካውዝ ዓይኒ ንዓይኒ ስለ ዝሓዝኣታ ኣነ እኮ ትግራወይቲ እኮ እንታይ ረኣ ኮይንኺ ዓይኒ ንዓይኒ ብቸት ዝገበረኒ ወዲ ሰ ተመሊሰ ናብኡ ክምለስ ኢልክ ትሓስቢ ናይ ናይ ተብለ ብርሃን ኖርማል ብትጥራ ሽግር ፍትሕ እየ ትብሃል ኣነ ኣነ ናብኡ ክምለስ ኣይኮንኩን ዝብለክ ዛላ ስምዒት ናባር ክትርዳ ኣለክ ብርሃን ተረዲእኽኒ ኖርማል ኣነ ሓቂ እዛረብ ዘለኹ ስዲ እዩ ባህርያቱ ብጣዕሚ እዋልድ ዝቀያየር ጸለምቲ ገለመለ ንጥዒን ኬርለስ እዩ ኣብ ውሽጢ ኢትዮጵያ ልዕሊ ኣርባዕተ ሚእቲ ሽሕ ዝበጽሑ ኤርትራውያን ይቕመጡ። እዚ ቃል ፕራይም ሚኒስተር ናይ ኢትዮጵያ ኣብይ ኣሕመድ ዓሊ ኣብዚ ትማሊ ዕለት ዝገብሮ ዝነበረ ቃለ መሕተት ዝተዛረቦ ዘረባ ክኸውን ከሎ ኢትዮጵያ ንዓና ጥራይ ዘይኮነ ንጎረባብቲ ሃገራት ሓሊፉ ካብ ልዕሊ ሓደ ነጥቢ ሰለስተ ሚልዮን ስደተኛታት ከም ዘቕመጡ ኣፍሊጡ። ቅድሚ እቲ ቪድዮ ምክትታልና ግን እዚ ብዝትሪእዎ ዘለኹም ሪፖርት ኣብ ክልተ ሽሕን ዕስራን ሽዱሽተን ብዩኤንኤችሲኣር ዝወጸ ዓመታዊ ዝወጽእ ጸብጻብ ናይ ሓደ ሃገር ብዝሒ ስደተኛታት ክንደይ ከም ዘለዋ ዝገልጽ እዩ። እዚ ድማ ናይ ክልተ ሽሕን ዕስራን ሽዱሽተን እዩ። እዚ ቁጽሪ እዚ ትሪእዎ ዘለኹም ድማ ሓደ ነጥቢ ሓደ ሚልዮን ስደተኛታት ኣብ ውሽጢ ኢትዮጵያ ኣብ ዝተፈላለየ ክፋላት ናይ ኢትዮጵያ ንልዕሊ ዓሰርተ ሽዱሽተ ድዩ ዓሰርተ ሸውዓተ ካምፕታት ከም ዝርከቡ ዝገልጽ እዩ። ኣብዚ ተጠቒሱ ዘሎ ግራፍ ድማ እዞም ኣብዚ ትዕዘቦም ዘለኹም ብምሉኦም ኢትዮጵያውያን ስደተኛታት ኣብ ዝተፈላለዩ ጎረባብቲ ሃገራት ዝርከቡ ናይ ቀርኒ ኣፍሪቃ እዮም። እዚ ቁጽሪ እዚ በዚ ትርእይዎ ዘለኹም ድማ ስደተኛታት ኣብ ውሽጢ ኢትዮጵያ ዝቕመጡ ናይ ካልኦት ዜጋታት እዮም። ኣብዚ ድማ ኣብ መበል ሳልሳይ ደረጃ ተሰሪዖም ዝርከቡ ድማ ኤርትራውያን ክኾኑ እንከለዉ ሚእትን ስሳን ትሽዓተን ሽሕን ሸሞንተ ሚእትን ዓሰርተ ሰለስተን ረጅስተርድ ዝኾኑ ኣብ ትሕቲ UNHSR ሰባት ኣብ ውሽጢ ኢትዮጵያ ከም ዝቕመጡ እዩ ዝገልጽ። እዚ ቁጽሪ እዚ ግን ዝተመዝገቡ ሰባት ኣብ ውሽጢ ኢትዮጵያ ዝቕመጡ ኤርትራውያን ጥራይ እዮም። እቶም ዘይተመዝገቡ ድማ ኣዝዮም ብዙሓት ምዃኖም ብቑጽሪ ድማ ይፍለጥ። ግን ግምታትኩም ሃቡ። ንስኹም ከ ከባቢ ኣርባዕተ ሚእቲ ሽሕ ዝበጽሑ ኤርትራውያን ኣብ ውሽጢ ኢትዮጵያ ይቕመጡ ብሰዓት እዚ ኢልኩም ትሓስቡ ዶ ኣይትሓስቡን? እታ ምልእቲ ቪድዮ ድማ ነዚኣ ትመስል ተኸታተሉዋ። ዛሬ
ከአንድ ነጥብ ሶስት ሚሊየን ያላነሰ ስደተኛ ኢትዮጵያ ውስጥ አለ።

ኤውሮጳውያን ሃገራት ብሓባር ኮይነን ድሕሪ ሕጂ ስደተኛ ዝበሃል ሰብ ኣየድልየናን'ዩ ክብሉ ጀሚሮም ኣለዉ። ኣብዚ ሎማዓንቲ ዕለት ዝወዓለ ናይ ኢዩ ፓርላመንት ቮውት ሰለስተ ሚእትን ሰማንያን ትሽዓተን ኣብ ልዕሊ ክልተ ሚእትን ሽዱሽተን ሓድሽ ሬጉሌሽን ከተኣታትው'ታ ሃገር ንስደተኛታት ንኽመልሱ ኣድሚጾም ከምዘለዉ ተራእዩ'ሎ። እዚ ማለት ድማ ዝኾነ ይኹን ሰብ ብዘይሕጋዊ መንገዲ ንኤውሮጳውያን ሃገራት እንተድኣ ኣትዩ፣ ሙሉእ ሙሉእ ክጥረዝ ምዃኑ ዘስምዕ እዩ ማለት እዩ። ክሳብ እዛ ሰዓት እዚኣ እዚ ሕጊ እዚ ኣይፀደቐን ዘሎ ምኽንያቱ ቮውት ገይሮም ኣብ ፓርላመንት ኣድሚፆም ጥራይ እዮም ዘለዉ። እንተኾነ ግን እቲ ኣዝዩ ዝኸበደ ዲፖርቴሽን ኣብ ታሪኽ ናይ ሙሉእ ኤውሮጳ ከጋጥም ምዃኑ እዩ ዝፍለጥ ማለት እዩ። ምኽንያቱ ነዘርላንድ ጥራይ ኣብዚ ሕጂ ሰዓት ሬዲ ከም ዘላ ከባቢ ሱሳ ሽሕ ዝበፅሑ ሶርያውያን ንዓዶም ንኽመልሱ ማለት እዩ። እዚ ነዘርላንድ ጥራይ ኩለን ብሙሉኤን ሃገራት ኤውሮጳ ተኣኪበን ድማ ክንድምንታይ ሰብ ንድሕሪት ክመልሱ ከም ዝኽእሉ ወይ ናብቲ ዝመጽዎ ሃገራት ክመልሱ ከም ዝኽእሉ ድማ ሕሰብዎ። እቲ ቪድዮ ሓንሳብ ምስ ኣድመጹ ድማ ከመይ ከም ዝነበረ እቲ ሲትዌሽን ድማ ተመልከቱ።
and it is adopted. So the okay, okay, okay. እዛ ንሪኣ ዘለና ንእሽተይን ጽብቕትን ገዛ ኣብ ጀርመን ኒደር ዛክሰን ኣብ ዝተባህለ ቦታ ዓዱ ማለት እዩ ትማሊ ኣብ ሞንጎ ኣቦን ኣደን ኣብ ዘጋጠመ ግርጭት ማለት እዩ። ኣቦ ወዲ ኣርብዓን ትሽዓተን ዓመት እዩ። እታ ኣደ ድማ ጓል ሰላሳን ሸሞንተን ዓመት እያ። ኣብ ባእሲ ምስ ኣጋጠመ እቲ ኣቦ ማርቴሎ ኣልዒሉ ነታ ኣደ ብማርቴሎ ሃሪሙ ህይወታ ኣብኣ ከም ትሓልፍ ገይርዋ። እታ ጓል ዓስ ንሪኣ ዘለና እታ ጓል ዓሰርተ ሰለስተ ዓመት ድማ ጓሉ ማለት እዩ ብከቢድ ኣቑሲልዋ። እዞም ስድራ ቤት እዚኣቶም ቅድሚ ዓመት እዮም ናብዛ ገዛ እዚኦም መፅኦም ማለት እዩ። ቅድሚኡ እውን ባእሲ ከም ዝነበረ ፖሊስ ከባቢ ሓሙሽተ ግዜ ናብታ ገዛ ከም ዝተመላለሱ ድማ እቶም ተቐማጦ ይገልጹ። እዛ ስድራ ቤት እዚኣ ብሓፈሻ ድማ ሓሙሽተ ቆልዑ እዮም ነይሮማ። እታ ሓንቲ እታ ብከቢድ ቆሲላ ዘላ እታ ጓል 13 ዓመት እቲ ንፖሊስ ዝሓበረ ወዲ 15 ዓመት እቶም ክልተ ድማ እቶም ንኣሽቱ ማለት እዩ ሓሙሽተ ቆልዑ ማለት እዩ ስለዚ እቶም ሰለስተ ወዲ 15 ዓመትን እቶም ክልተ ቆልዑን ናብ ውሑስ ቦታ ተወሲዶም ኣለዉ ነቲ ኣቦ ድማ ኣይሃደመን ኣብኡ ጸኒሕዎም ኮፍ ኢሉ ፖሊስ ድማ ሒዞሞ ተኣሲሩ ኣሎ ማለት እዩ እቲ ጉዳይ ድማ ኣብ ምርመራ ኣሎ ንሳቶም ድማ ናቶም ድሕሪ ባይታ ስደተኛታት ምዃኖም እዩ ዝግለጽ ዘሎ።